ብዙሓት መኻይን እንትርኢ ጽርግያ ዝሕልፍ ኣይመስልን። እታ ሓንቲ ሕልፍ እንተኢላ ብዘይ ምንም ክፍተት እታ ሓንቲ ኸኣ ትስሕባ። እዚኣ ምስ ዓድዋ ይነጻጽር ኣለኹ ከም ሰማይን መሬትን ሪሕቐን ተራእየናኒ። በዚ ኣንጻር ዓድዋ ከተማ ኣይኮነትን፣ ሓንቲ ናይ ኣዲስ ኣበባ መንደር እያ መሲላትኒ። ኣዲስ ኣበባ ብጣዕሚ እያ ገፋሕ ገና እቱ ምስ በልኩ እያ ክትወሕጠኒ ቀሪባ ግና ከዓ ንዝኾነ ነገር ክሳብ ዝኣመንካሉ ክትቅበሎ ንኡ ተፃዊርካ ክትነብር ግድን እንድዩ ኣነ እውን መጀመርታ ኣዲስ ምስ ኣተኹ እዛ ሒዘያ ዝኸድኩ ተሓንጋጢት ቦርሳ ኣብ ዝባነይ ተዓጢቐ ንእስ ዝበለት ተሽከርካሪት ባልቻ እናጎተትኩ ኣብ ዘይፈልጣ ዓዲ ክዘዋወር ጀመርኩሞ ናብ ሓደ ንእስ ዝበለ ዓራት መካረይ ከይደ ከም ዕድል እቲ ዝኣተኽዎ እንዳ ዓራት ትግራዋይ ኮይኑ ረኸብክዎ እሞ ደስ ኢሉኒ ብትግርኛ ዕሊልና ኣብቲ ገዛ ዓራት ሓዝኩ ድሕሪ እዚ እቲ እንዳ ዓራት መካረይ ብዝገበረለይ ዓብዪ ምትሕብባር ፅብብ ዝበለት ገዛ ብዝተሓተ ዋጋ ተኻረየለይ እሞ ገዛይ ተኻርየ ውዕሎይ ስራሕ ምድላይ ገበርኩ። ስቕ ኢለ እንትዘር ዝተዓዘብኩዎ ነገር በቲ ዝተመረቕኩሉ ስራሕ ከም ዘይረክብ ተረድዐኒ እሞ ዝኾነ ይኹን ስራሕ ንምስራሕ ሓሰብኩ። ግና ሓንቲ ናይ መወዳእታ ዕድል ክሙክር ኢለ ናብ ሓደ ዓብዪ ዓለም ለኻዊ ሆቴል ከድኩ እሞ እቲ ዘለኒ ወረቓቕቲ ሒዘ ስራሕ እንተሃልዩ ነቲ ማናጀር እንተሓቶ ንሱ ግን ኣብዚ ሕዚ ሰዓት ምንም ስራሕ ከምዘየለን ግና ከም ኣማራፂ ካሊእ ስራሕ ኣቕረበለይ። እቲ ስራሕ ኣብቲ ሆቴል ናይ ፅሬት ሰራሕተኛ ምዃን እዩ ነይሩ። እዚ ምስ ኣቕረበለይ ንኽሓስበሉ ሓደ መዓልቲ ሃበኒ። ገዛይ ከይደ እንተሓሰብክዎ ካብ ስራሕ ዘይብለይ ኣታዊ ዘይብለይ ስቕ ኢለ ዝነብር ዘለኒ ገንዘብ ካብ ዘጥፍእ ነቲ ዝረኸብክዎ ስራሕ ተቐቢለ ጎና ጎኒ ኸኣ ብዝተመረቕኩሉ ስራሕ ክደሊ ሓሰብኩ። ካብ ኩሉ ንላዕሊ ናብ ኣእምሮይ ዝመጸ ሓሳብ ግን ወዲ ሰብ መጨረሽታ ትሕት ኢሉ ከይሰርሐ ልዕል ክብል ከም ዘይኽእል እዩ። በዚ ሓሳበይ ጸኒዐ እውን ንጽባሒቱ ንግሆ ናብቲ ሆቴል ከድኩ'ሞ፣ በቲ ዘቕረበለይ ሓሳብ ከም ዝተሰማማዕኹን ነቲ ስራሕ ክሰርሖ ከም ዝኽእልን እንትነግሮ፣ እቲ ስራሕ ካብ ጽባሕ ጀምር ኢሎም ዝፈራረም ወረቓቕቲ ተፈራሪመ ገዛይ ተመለስኩ። ካብቲ ሆቴል ምስ ወጻኹ ብቕልጡፍ ናብ ኣደይ ደወልኩላ'ሞ ስራሕ ከም ዝረኸብኩ እንትነግራ ብጣዕሚ ተሓጎሰት። ካብታ ዝመጸላ መዓልቲ ኣትሒዘ ምስ ወላዲተይ ምድውዋል ኣይቋረፅናን እንሆ ሎሚ ከዓ ስራሕ ብምርካበይ ብጣዕሚ ተሓጎሰት ኣነ ወዲ ዓድዋ እየ ኣብ ቀፃሊ መዓልቲ ብዕሊ ስርሐይ ጀመርኩ ዝተዋሃበኒ ናይቲ ሆቴል ናይ ፅሬት ሰራሕተኛ ክዳን ተኸዲነ ክሰርሕ ጀመርኩ እቲ ስራሕ ኣድካሚ ዋላ እንተኾነ ግና ኸኣ ንዝኾነ ስራሕ ካብ ልብኻ ፈቲኻ ተዘይሰሪሕኻዮ እናደበረካ ስለ ዝኸይድ ሕጉስ ኮይነ ክሰርሕ ወዓልኩ። ናይ መጀመርታ መዓልቲ ምስ ብዙሕ ደምበርበር ሓለፈት። ካብኡማ ስርሐይ ኢለ ሒዘ ክሰርሕ ጀመርኩ። ካብቶም ኣብኡ ዘለዉ ኩሎም እውን ብኹሉ ነገር ሕሽ ዝበልኩ እየ ነይረ። በዚ እውን ኣብ ሓደ ወርሒ ናይ ደሞዝ ወሰኽ ተገበረለይ። ብኸምዚ መንገዲ እውን ብፅቡቕ እናሰራሕኹ ይኸይድ። ሓደ መዓልቲ ንእሽተን ርእሰይ ኣሕምም የብለኒ እሞ ናብቲ ማናጀር ደዊለ ዕረፍቲ ሓተትክዎ። ኣየሰከፈንን እውን ፍቐደለይ እሞ ገዛይ ደቂሰ ብምውዓል ምሽይሽይ እንትብል ንእሽተን ንፋስ ክቕበል ኢለ ወፃኹ። ቀስ እናበልኩ እንትስድር ሓደ ናይ ህዝቢ መናፈሻ ረኣኹሞ ከይደ ኮፍ ንምባል እንትሓስብ ግና እቲ ግዘ ኩሉ ወቅት ዝወፀሉ ግድዩ ኮይኑስ ነፃ ወንበር ኣይነበረን። ዘገረመኒ ኸዓ ኩሉ መምስ መፃምድቱ እዩ ነይሩ። ደሓር ንባዕለይ ናይ ፍቑራት ቦታ ከይኸውን ሰጊኤ ክወፅእ ክብል ሓንቲ በይና ኮፍ ዝበለት ጽብቕቲ መልክዐኛ ኩርሱ ረኣኹሞ። ቅርብ ብማል ኮፍ ንኽብል ሓተትኩዋ። ምስ ፈቐደትለይ ኮፍ ኢለ ሞባይለይ እናነኻእኻእኹ ግዘይ ምሕላፍ ጀመርኩ። ደሓር እታ ጓል ስልክና ከደውላ ተሓተኒ እሞ ፍሽኽ ኢለ ሃብኩዋ። ደሓር ግን ንእሽተን ጽንሕ ኢላ እቲ ስልኪ ከም ዝዓበያ ነጊራ መለሰትለይ። ደሓር በዚኣ ዝጀመረት ዕላል ነቂራ ጽቡቕ ተላለና። ብዙሕ ኣዕሊልና እውን ብሓደ ወክ እናገበርና ብምኻድ ነናብ ገዛና ኼድና። ከም ዕድል እታ ዝረኸብኩዋ ቆልዓ ጽብቕቲ እያ ነይራ። ድሕርዛ መዓልቲ እውን ከም ቀደመይ ስርሐይ ምስራሕ ጀመርኩ። ሓደ ሰንበት ኣብ ስራሕ እናሃለኹ ስልኪ ተደወለኒ። ይሰርሕ ስለ ዝነበርኩ ግና ኣይልዓልኩዎን። ስርሐይ ወዳዲኤ ምሸት ከባቢ ናብ ገዛይ እናኸድኩ ናብቲ ዝተደወለኒ ቁፅሪ እንትድውል ሄሎ ዝብል ልስልስ ዝበለ ናይ ጓል ኣንስተይቲ ድምፂ ኣልዐለኒ። ኣነ እውን መን ክትኸውን ትኽእል ኢለ ኣብ ርእሰይ እናኣለሽኩ ሄሎ በልኩዋ። ሰላም ዲኻ? በለትኒ መሊሳ። ኣነ እውን ደሓን እየ ፈጣሪ ይመስገን ደሓን ዲኺ? ኢለ መሊሰ ንጥዕናኣ ደሓን ምዃና ሓተትኩዋ። ንሳ እውን ደሓን እየ ፅቡቕ ኢላ ስቕ በለት። ኣነ ከዓ ኣኸብቲ ኣቢለ ግን ኣይፈለጥኩኽን በልኩዋ። ልስልስ ኢለ ከዓ መለስኩላ። ሳምሪየ በለትኒ ኣብ ኣእምሮይ ሳምራዊት ዝበሃል እንትዝክር። ክትመፀለይ ከኣለትን። መሊሰ ሳምሪ ሳምሪ ሳምሪ እንትብላ ሳምሪ እታ ብዝሓለፈ ኣብ መናፈሻ ዝረኣኻያ ቆልዓ እንትትብለኒ ከም ቅፅበት ትዝ በለትምኒ እሞ ኦው እታ ፅብቕቲ ቆልዓ በልክዋ ስሕቅ በለት እሞ ብዙሕ እናዕለልና ከይተረደኣኒ ገዛይ ኣተኹሞ ንኽንራኸብ ተቋፂርና ተፈላለና ቆፆሮና ኣኺሉ ኣነ ሓሙሽተ ደቂቃ ቅድም ኢለ ኣትየ ፀናሕክዋ እቲ ናይ ቆፀሮ ሰዓት ምስ ኣኸለ ሓንቲ ፅብቅቲ ፍጥረት ቀያሕ ሽራራ ነገር ዘለዋ ምስ ቅርፃ መዓረ ዝተኸደነት ጎርዞ ኣተወት እሞ ናባይ ገፅ ትመፅእ ኣብቲ ዝተቋፀርናዮ ሆቴል ዝነበሩ ኣወዳቶምስ ኣጓለተንስ ኩሎም ዓይኖም ናባኣ ኣዕሪፎም ናባይ የፋነውዋ'ሞ ምጽእ ምስ በለት ሕቁፍ ኣቢለ ሰላም በልኩዋ። ኩሉ ሰብ ናባይ መጺኣ ኮፍ ምስ በለት ስርሑ ገዲፉ ስርቅ እናበለ ንኣኣ ይሪኣ። እዛ ጽብቕትን ኩሉ ዝምነያን ቆልዓ ምሳይ ብምህላዋ ዝኾነ ናይ ሓጎስ ስምዒት ተሰመዐኒ። ሽዑ'ውን ጽቡቅ እናዕለልና እንትነምሺ ክንከድ ሒሳብ ጠይቅና ኣነ ክኸፍል እንትብል እንተ ንሳ ግና ኣበየትኒ እሞ ሒሳብ ባዕላ ክፈለቶ ንገዝኣ ገጽ ንእሽተን ኣፋነው ኣቢለ ከኣ ኣነ ገዛይ ከድኩ ኣብ ገዛ ምስ ኣተኹ ግና ዝኾነ ነገር ንርእሰይ ይርብሸኒ ነበረ ኮፍ ኢለ ክንጽሮ እንተምሺ ግን ከኣ ኣይተነጸረለይን ዝርብሸኒ ምኽንያት ከይፈለጥኩ ከኣ ናብ ስራሕ ከድኩ። ስርሐይ ዋላ ናይ ፅሬት እንተኾነ ሕዚ ሕዚ ግን ብጣዕሚ እየ ፈትየዮ። ምስቲ ማናጀር እውን ፅቡቕ ርክብ ስለ ዝነበረኒ ዝተመረቕኩሉ እውን ብናቱ ፊልድ ስለ ዝነበረ ሓደ ሓደ ግዘ ወረቃቕቲ ይህበኒ እሞ ካብ ዝሓሰቦ ንላዕሊ ኣፀቢቐ ይህቦ። ብኸምዚ እናተሓጋገዝና እውን ብፅቡቕ ስርሐይ ይሰርሕ። እቲ ማናጀር ብጣዕሚ ዝፈትወኒ ዓብዪ ክእለት እናሃለወኒ ናይ ፅሬት ስራሕ ብታሓጓስ ምስርሐይ ብጣዕሚ እዩ ዝገርሞ። ምስ ሳምሪ ካፍታ ብቆፀሮ ዝተራኸብናላ ናብዚ ኩሉ ግዘ ኢና ንራኸብ። እቲ ክነፅረለይ ዘይከኣለ ዝነበረ ከዓ እናነፀረለይ ከደ። ፍቕሪ ንሳምራዊት ኣመን ኣፍቀርክዋ ግና ከዓ ፈራሕክዋ ንሳ ጓል ደሓን እያ ማለት ምንም ኣይጎድላን። ኣነ ግን ብናታ ኣንጻር ኣብ ሓደ ዓብዪ ሆቴል ናይ ጽሬት ሰራሕተኛ እየ። ክሳብ ሕዚ ስርሐይ ኣይነገርኩዋን፣ ምኽንያቱ ኣብ እንኸዶ ሆቴል ንናይ ጽሬት ሰራሕተኛ እትጻረፍን ክብሮም ኣትሒታ እትርኢን ስለ ዝነበረት እዚ ነገር እንተነጊረያ ንኸይትርሕቀኒ ኣመና ይፈርሕ። ብኸምዚ መንገዲ ፍቕረይ እንተይገለጽኩላ እንተለኹ፣ እዚ ዘለናሉ ግዜ ከም ናይ ቀደም ስለ ዘይኮነ፣ ባዕላ ከም እተፍቅረኒ ነጊራትኒ። ኣነ ኸኣ እምቢ ዝብለላ ዓቕሚ ስለ ዘይነበረኒ፣ ንፍቕራዊ ሕቶኣ ተቐቢለ ፍቑራት ኮይና። ብሓደ ኮይና እውን ጽቡቕ ናይ ፍቕሪ ግዘ ነሕልፍ፣ ንሳ እውን ብጣዕሚ እያ ኣፍቂራትኒ ክሳብ ድንግልናኣ ኣሕሊፋ ሃበትኒ ኣብ ውሽጠይ ግን ስርሐይ ከይትፈልጦ ሻቅሎት ነይሩኒ በዚ ዝተልዓለ ዝፈትዎ ስርሐይ ፀላእክዎ ዝፈራሕካዮ ይበፅሕ ከምዝበሃል እውን ሓደ መዓልቲ ኣነ ኣብ ስራሕ ነበርኩ እቲ መዓልቲ ናይ ፋሲካ ዓመት በዓል ስለ ዝነበረ ስራሕ ብጣዕሚ እዩ በዚሑ ነይሩ። ኣነ ኣብቲ ውሽጢ ሆቴል ናይ ዓማዊል መስተኣናገዲ እዩ ነይሩ ቦታይ። ሽዑ መዓልቲ ግን ኣብ ከባቢ ሽቓቕ ዝነበሩ ናይ ፅሬት ሰራሕተኛታት ምስቲ በዝሒ ሰብ ኣፅፊፎም ክሰርሑ ስለ ዘይከኣሉ እቲ ማናጀር ናብኡ ከይደ ንክሰርሕ ብኣኽብሮት እንተሓተኒ ኣነ እውን እሺ ኢለ ከድኩ። ኣብኡ ተደፊኤ እናወልወልኩ እናሃለኹ፣ ሓንቲ ብድሕረይ ሽቓቕ ክትጥቀም መጸት እሞ፣ መንገዲ ዓጽየያ ስለ ዝነበርኩ፣ እሕሕ በለት እሞ፣ ቅንዕ ኢለ ገጸይ እንትቕይር፣ ብድንጋጸ እቲ ሒዘዮ ዝነበርኩ መወልወሊ ካብ ኢደይ ወደቐ። እታ ጓል ሳምራዊት እያ ነይራ። ንሳ እውን ከማይ ብጣዕሚ እያ ደንጊጻ። ክትሸን ዝመጸት እናነበዐት ተመሊሳ ከደት። ሽዑ ኣርኪበ ከይዛረባ ስራሕ እዩ ካብኡ እውን ብጣዕሚ ብዙሕ ሰብ እዩ ነይሩ ብጣዕሚ ኣብ ሓያል ጭንቀት ኮይነ ስራሕ የወዳእኹሞ ናይ ደሞዝ መዓልቲ ስለ ዝነበረ ናብቲ ማናጀር ገፀይ ክስመት ከዲነ ከድኩ እዚ ስለ ዝተዓዘበኒ እንታይ ከም ዝኾንኩ ሓቲቱኒ መጀመርታ ምንም ኢለ ክሓልፍ እኳ እንተፈተንኩ ደሓር ግን ኩሉ ነገር ነገርኩዎ ንሱውን ዘጋጠመኒ ነገር እናሓዘነ ኣጆኻ እዚ ኣብ ቀረባ መዓልቲ ክሓልፍ እዩ ነዚ ኸኣ ቃል ይኣትወልካ በለኒ። ኣነውን ከም ተራ መጸናንዒ ቃል ወሰድክዎሞ ደሞዘይ ተቐቢለ ገዛይ ከድኩ። ካብዛ ዕለት ንሳምሪ እንተደወልኩላ ስልካ ኣይተልዕለንን። ገዝኣ ኮነ መሓዙታ ኸኣ ኣይፈልጥን። ሓደ መዓልቲ ብመንገዲ እናኸድኩ ረኸብክዋሞ ሳምሪ ኢለ ጸዋዕኹዋ ምስ ረኣየትኒ ፍጥነታ ወሲኻ እንትትስድር ጎየ ኣርከብኩዋ እሞ ከረድኣን ትፍትን ንሳ ግና ኣብ ጽርግያ ዓው ኢላ እናተጻረፈት ኣዋረደትኒ ካብዛ መዓልቲ እውን ብኣኣ ተስፋ ቆሪጸ ስርሐይ እንትሰርሕ ሓድሽ ዘሕጉስ ነገር ሰማዕኹ እቲ ማናጀር ጸወዐኒ እሞ ናብ ቢሮኡ እንትኸይድ እቲ ሆቴል ኣብ ካሊእ ቦታ ሓደ ዓብዪ ቅርንጫፍ ከም ዝኸፈተ እንትነግረኒ ፅቡቕ እንኳዕ ደስ በለኩም በልክዎ። እቲ ንኣይ ዘሕጉስ ከዓ መሊሱ ተዛረበኒ። ንሱ ናብቲ ሓድሽ ዝጅመር ሆቴል ስለ ዝኸድ ኣነ ነዚ ዓብዪ ሆቴል ብማናጀርነት ንክሰርሖ ሕቶ ኣቕረበለይ። ኣነ ክኣምን ኣይከኣልኩን። ይቕልደለይ ከይህሉ እንተሓቶ ሓቁ ከም ዝኾነ ፍቓደኛ እንተድኣ ኮይነ ሕዚ ውዕልክን ኣስር ነገረኒ። ኣነ ኢደይ እናፈረመ ዋላ ምእማን ሰኣንኩ። ግና ከኣ ንሱ ሓቁ ነበረ። ነቲ ሆቴል ማናጀር ኮይነ ምስራሕ ጀመርኩ። ህይወተይ እውን ቀይረ። ወለደይ ናብ ጽቡቕ መነባብሮ ኣስገርኩዎም። ድሕሪ ሓደ ዓመት ከባቢ እታ ኣፍቃሪተይ ዝነበረት ምስ ሓደ ወዲ ሓደ ቆልዓ ሒዛ ናብቲ ሆቴል ትመጽእ እሞ ፕሮግራም ስለ ዝነበሮም ነቲ ሆቴል ኣዳራሽ ንምክራይ እዮም ሓሳቦም። እዚ ኸኣ ኣነ ይውድኦ ስለ ዝነበርኩ ቢሮይ ኣንኳሕኩሑ። ኣነ እውን ንኽኣቱ ምስ ነገርኩዎም እትው እንትብሉ ክልቴና ድንግጽ በልና። ኣነ ግን ብኣኣ ተስፋ ቆሪፀ ስለ ዝነበርኩ ለውጠይ ንምርኣይ ኩርዕ ኢለ ኮፍ ንክብሉ ነገርኩዎም። ጉዳዮም ነጊሮምን እውን ዋጋ ተሰማሚዕና ከዱ። ብጣዕሚ እዩ ገሪምዋ። ኣብ ከምዚ ክትርእየኒ ኣይሓሰበትን ነይራ። ኣነ ግን ተቐይረ ርእየያ። ስለዚ ኸኣ ናይ ልዑል ምባል መጀመሪ ትሕት ምባል ከም ዝኾነ ተረዳእኹ። ሰላም ሰላም ናይ ማኪ ሚድያ ተኸታተልቲ፣ ንሎሚ ሒዘልኩም ቀሪበ ዝነበርኩ ዛንታ ነዚ ይመስል ነይሩ። ነዚ ዛንታ እንተ ደኣ ፈቲኹምዎ ላይክ ምግባር ኣይትሕመቁ። ኣብዚ ቻናል ሒዝናልኩም ንቐርብ ዘለና ዛንታታት ናብ ኩሉ ሰብ ይበጽሕ ስለ ዘየለ ላይክ ምግባር ኣይትስነፉ። ኣብዚ ቻናል ሓደሽቲ እንድሕር ደኣ ሃሊኹም ሳብስክራይብ ብምግባር ነታ ናይ ደወል ምልክት ብምንካእ ናይ ቻናልና ናይ ወትሩ ተኸታተልትና ክትኾኑ ንላቦ። ኣብዚ ቻናል ሓሳብ ርእይቶ እንተ ደኣ ሃሊኩም እውን ኣብ ናይ ኮመንት መጽሓፍ ቦታ ሓሳብ ርእይቶኹም ክትገድፉልና ትኽእሉ ኢኹም። ብቐጻሊ ብኻሊእ ዛንታ፣ ብኻሊእ መደብ፣ ብኻሊእ ሓሳብ ክሳብ ንራኸብ ክሳብ መወዳእታ ምሳና ስለ ዝጸናሕኩም ካብ ልቢ እንዳመስገና በዚ ክንፍለየኩም ሰሰናዩ።